ክቡራት ሰማዕቲ ሎሚ ረቡዕ ድማ መበል ዓስራይ ክፋል ዛንታ ሃይስኩል ሒዘልኩም መፅእ ኣለኹ ከምኡ ድማ ፅባሕ ሓሙስ መበል ካልኣይ ክፋል ከፍቅር ደልየ ሒዘልኩም ክምለስ ምዃነይ በዚ ኣጋጣሚ ክሕብረኩም እደሊ እምበኣር ከስ ሎሚ ናብ ዓስራይ ክፋል ዛንታ ሃይስኩል ክሕልፈኩም እየ ሰናይ ምክታል ፍናን ኣብ ዓራቱ ደቂሱ ጸኒሑ ብሪል ተሲኡ ካብ ዓራቱ ወጺኡ ኣብ ሳሎን ከይዱ ሪሞት ኣብ ኢዱ ሒዙ ቴሌቪዥን ወለየ። ንሄርሞን ምስ ኣፋነዋ ብቐጥታ ናብ ገዝኡ መጺኡ ኣብ ዓራቱ ወዲቑ ብኸብዱ ነዊሕ ሰዓታት እዩ ደቂሱ። ሰዓቱ ምስ ረኣየ ድማ ልክዕ ሰዓት ሓደ ናይ ለይቲ ነይሩ። ብድሕሪኡ ድቃስ ክወስዶ ከም ዘይክእል ስለ ዝፈለጠ'ዩ ድማ ኣብ ቲቪ ኔትፍሌክስ ወሊዑ ፊልም ክርእስ ጀመረ። የዕንቱ ኣብታ ቴሌቪዥን ነይረን። እንተኾነ ነቲ ተወሊዑ ዝነበረ ፊልም ኣርእስቱ ይኹን እንታይ እዩ ዝብል ፈጺሙ ይርኣየን። እታ ቲቪ ባዕላ ተወሊዓ ትቕጽል። ንሱ ድማ ኣብ ናይ በይኑ ስእሊ ይሓስብ። ነቲ ኣብ ኣእምሮኡ ዝፈጠሮ ኩሉ ነገር ድማ በብሓደ ምስ ሓሳቡ የሰንዮ። ቅድሚ ሰለስተ መዓልቲ እዩ ንማዕርግ ናብ ኣስመራ ኣፋንዩዎ። ኣብ ኤርፖርት ኩላቶም ከፋንውዎ ምስ ከዱ ምስ ማዕርግ ዝነበረ ኩነታት በብሓደ ክዝክሮ ጀመረ። ማዕርግ ነስመራ ክኸይድ ከሎ ካልእ ሰብ'ዩ ኮይኑ። ኩላቶም ገንዘብ ኣዋጺኦም ምስ ሃብዎ ድማ ሞራል ተሰሚዕዎ። ሓቚፎም ኣሕዋቱ ክኾኑ ምዃኖም'ውን ቃል ኣትዮምሉ። ናይ ነዊሕ ግዜ መሳርሕቱን ኣዕሩኽቱን'ውን ኣብ ኤርፖርት ተራኺቦም ነይሮም። ቀንዲ ግን ፍናን፣ ኣድሓኖም፣ ቤቢ ንማዕርግ ብፍሉይ ኣፋነውዎ። ማዕርግ ኣብ ኤርፖርት ንፍናን ወሲዱ በይኑ ፈልዩ ኮፍ ኣበሎ። ክልቲኦም ጎኒ ንጎኒ ኮፍ በሉ። ዘረባ መን ከም ዝጅምር ሓላፍነት ዝወስድ ሰብ ኣይነበረን። ማዕርግ እንታይ ክብል እዩ ንፍናን ጸዊዕዎ ኣብ ርእሱ ውዱእ ሓሳብ ስለ ዘይነበሮ ድማ እንታይ ክብሎ ኢሉ ኣብ ሓሳቢ ተሸሚሙ ነይሩ። ኩሉ ዝብሎ ይፈልጦ እዩ ምናልባት ነቲ ዘረባ በየን ክጅምሮ ከም ዘለዎ ግን ክሓስብ ነይርዎ። ናብ ፍናን ጥምት ኣቢሉ፣ ፍናን ሓወይ ኣይ ቲንክ ሎማዓንቲ ንፈላለ ኣለና። ኣስመራ ከይድ ኣለኹ። ዝቕጽል ህይወተይ እንታይ ከም ዝኾነ ኣይፈልጥን እየ። ኣይሕስወካን እየ። ብዙሕ ተስፋ ውሽጠይ የለን። እዚ ትገብሩለይ ዘለኹም ፍቕሪ ግን ገለ ተስፋ ዘርእለይ ኣሎ ደጊምና ከምዚ ኢልና ንራኸብ ኮፍ ኢልና ገጽ ንገጽ ተዋሂብና ንዕልል ይመስለኒ ይነበረን ልብኻ ሴረ ኣብ ልዕለይ ዝነበረካ ትፅቢታት ኩሉ ይኹን ኣጥፍየ ፈልጥ እየ ንስኻ ኣብ ርእሰይ ትፅቢትካ ካልእ እዩ ከም ሰብ ዝጋገውን ኣይመስለካን ግን ይጋገየት ኣፍናን ሓወይ ሰብ እንዴ ትፈልጥ ኢኻ ንህይወት ብኩሉ መኣዝና ተቐሊሰያ እየ ኣብ ህይወት ኣይተሰዓርኩን ኣብ ፍቕሪ ግን ተሳዒረ ሕማቕ ሰብ ተቐይረ እዚ ኩሉ ንዓይ ዘሐጉሰን መስለካ ኣየሐጉሰንኒ ክቐበሎ ስለ ዝስልኒ ግን ተቐቢለዮ ኣይገርመካን እቲ ቀደም ዝነበርናዮ መዘክሮ ፍናን ሓወይ ከምዚ ንኸውን መስለካ ናይ ብሓቂ ኣነስ ኣብ መስተ ወዲቐ ከምዚ ኢለ ክቋማጣዕ ገለልካ ሓሲባ ትፈልጥ ከመይ ግን ውድቀት ኣሎ ወድቅካ ምትሳእ ድማ ትኻል እዩ ዝቕፅል ህይወተይ ትስኤ እቲ ዝበለፀ ሰብ ክኸውን ክቃለሰ ናትካ ሓቦ ንዓይ ብዙሕ ይትርጉሙ ፍናን ሓወይ ኢድካ ምሃበኒ ማዕርግ ኣእዳው ናይ ፍናን ስሒቡ ባዕሉ ከረው ኣቢሉ ሓዘን ካብዚ ገጽ ንገጽ ክጠማመቱ ጀመሩ ቢብን ኣድሓኖምን ድማ ኣብ ርሑቕ ኮይኖም እንታይ ኮን ይበሃሉ ኣለዉ ኢሎም ክሓስቡ ጸኒሖም እዳዎም ክተሓሓዙ ምስ ረኣይዎም ግን ገለ ነገር ከም ዝተፈጠረ ሪኦም ደስ ኢሎም ጠመቱ መንፈስካ ክጸርማት እዩ ልብኻ ጽሩይ እዩ ፍናን ንስኻ ተስፋ ብዙሓት ሰባት ኢኻ እቲ ጓሓፍ ዝበልኩኻ ኣይኮንካ ኣነ እየ ጓሓፍ ትፈልጥ ኢኻ ምሽ ማዕረ ክንደይ ከም ዝፈትወካ ማዕረ ክንደይ ከም ዘኽብረካ ማዕረ ክንደይ እውን ኣብ ውሽጠይ ከም ዘስፈርኩኻ ግን ከም ሰብ ተፈቲና ሕማቕ ፈተነ ፍናን ጽን ኢሉ ክሰምዕ ጸኒሑ ናብ ማዕርግ እንዳጠመተ ካብ ኣዕንቱ ንብዓት ኮረር ኮረር ኢለን ወጻ። ኣይትነብዕን ኢኻ ናበይ ክትነብዕ ካብ ሞት እኮ የተስኤ ከመይ ጌርካ ክትነብዕ ኩልና እኮ ካብ ሓደ ከቢድ ሽግር እኮ ኢና ድሒና ሕጂ ደኣ ክነመስግን እምበር ኣለና ትቅጽል ሂወተይ እኮ ካልእ ሰብ እየ ክኸውን ኣይትኣምነንን ዲኻ ፍናን ሓወይ እምነካ እምበር ዋ ክትኣምነኒ ኣለካ ኣስመራ ከይዱ ሰብ ኣይኮነን እንተኢሎምኻ ንግዜኡ ከም ዝኾነ እውን ክትቅበል ኣለካ መዓስ ምዃኑ ዘይፍለጥ ማዕርግ ሓወይ ዕውት ከም ዝኸውን ኢልካ ኣብ ውሽጥኻ ኩሉ ግዜ ንጉስ ክቐይረኒ ኣውሪድካ ንዝነበርካ ደይበኒ ካባኻትኩም ኣነ ሓንቲ ነገር እየ ዝደሊ እምነት ክትገብር ትኽእል ኢኻ በሉኒ ክትቅየር ትኽእል ኢኻ በሉኒ በቃ ተስዓበየት ነገር ክትገብሩለይ ዝደልያ እምነት መሃብያ በይነይ ኮይነ ክሓስብ ከለኹ እዚ ድርባይ እናበልኩም ተሓሚኑ ኮይኑ እዩ ዝስምዓኒ ኣነ ግን ኣይኮንኩም ስቲላ ውሽጠይ ሓይሊ ኣለኒ ምስ ኣምላኽ ይረክብ ኣለኒ ተስፋይ እውን ግን ኣይተፀንቅቕን ልክዕ እዩ ንሄርሞን ምብዳለይ ማዕረ ክንደይ ውሽጠይ ከም ዝተጎድእ ትፈልጥ ኢኻ። ይቕሬታ ስለ ዝበልክዋ ድማ ገለ ነገር ፈኺሱኒ ኣሎ። ሄርሞን ዝበለጸ ህይወት ክህልዋ እየ ዝደሊ። ንስኻ ድማ ኣብ ጎና ኰንካ ሓያል ሰብ ክትገብራ እየ ዝደሊ። ዋላ እኮ ካልእ ፈተነታት ዝጽበያ እንተ ሃለወ ንስኻ ስለ ዘለኻ ግን ኣነ ቀሲነ ንህይወት ክቓለሳ ፍትን እየ። ረዱ እሺ ሓረይ ኣነ ኸኣ ክዛረበካ ዝደለኹ ነገር ኣሎ ተዛረብ ፍናነይ ተዛረብ እስኪ። ገጹ ፍሽኽታ መሊኡ መዓርግ ሙሉእ ኣቓልብኡ ናብ ፍናን ጌሩ እንታይ ኢሉ ከም ዝዛረብ ክሰምዕ ብሃንቀውታ ተጸበየ። ብዙሕ ነገር ክዛረብ ደሊ ኣለኹ ጎረረይ ግን ኣቢኒ ላሕቲተ ግን መዓርገይ እምነት ሃበኒ ዲኺ ኢልካኒ እምነት ከልእካ ነይረ ብርግፅ ኣባኻ ተስፋ ቆሪፀ ነይረ ኣባኻ ተስፋ ምቑራፅ ማለት ንዓይ ከዓ ሂወት ትርጉም ከም ዘይብላ ምእማን ማለት እዩ ብርክ ንዓኸ እየ ዝፈልጥ ንስኻ ኢኻ ናት እየ ሞዴል እቲ ዝሓየለ ዕውት ሰብ ኢለ ዝሓስቦ ሰብ ንስኻ ኢኻ ኩሉ ግዜ ኣብ ውሽጠይ ንጉስ ኢኻ እምነት ከይተጉድለለይ ምሽ ኢልካኒ ከይትሓስቦ ኣምነካ እየ ፈትወካ እየ ከም ሰብ ኣኽብረካ እየ ማርኪ እዚ ኣነ ዝብሎ እዩ ውሽጠይ ዝብለካ ከዓ ካልእ ዓቂ ኣሎ ንኮኸብ ተፍቅር ጸገም የለን ኣብ ተፍቅሮ ህይወትን ኣብ ተፍቅራ ጓልን ክትነብር እየ ዝደልየካ ህይወት ክትከብደካ ክኢላ ንዓይ ዝበልካኒ ቃላት ሰግር ምናልባት ዘይትዝክር ተኾንካ ከዘክረካ ኣብ ህይወት ፈቲኻ ጸሊእኻ ዕውት ክትከውን ኣለካ ኢልካኒ ዕውት ተዘይኮንካ ቀረብትኻ እውን ኣየፍቅርኻን እዮም ኢልካኒ ማሪከይ ዕውት ከለኻ ኩልና ነፍቅረካ ነርና ምስ ወደቃን ኩልና ጸሊናካ ኩልና ሕጂ ግን ዕውት ኩን በፍንጫና ከም ንፈትወካን ከም ነፍቅረካን ግበረና ቃል እተወለይ ቃል ኹነኒ ቃል ኹነኒ ፍናነይ ቃል ኹነኒ ሓንቲ ኢዱ ንፍናን ሒዝዎ ጸኒሖ ማዕርግ ክልቲኦም ብክልተ እዳዎም ከረው ኣቢሎም ተተሓሓዙ ትንፋሶም ተሰምዐ ድምፆም ግን ሓጠመ ካብ ኣዕንቶም ንብዓት ዛረየ ኣብ መንጎ ክልቲኦም ዝነበረ መንፈስ ካልእ ሓይሊ ሓዘ ምጥምማቶም ቀጸለ፣ ስቕታውን ቀጸለ፣ ሃንደበት ግን ኢዶም ብተሪር ተተሓሒዙ ጸኒሑ ኣፍኲሶም ፈነውዎ። መዓርግ ድማ ዘረባ ቀጸለ። ሄርሞን ሎሚ ለይቲ ሕማቕ ሕልሚ ሓሊመላ ኣለኹ። ዝኾነ ይኹን በደል ክብድላ እንተፈቲኑ ሄርሞን ዝኾነ ነገር ተኾይና መን ኣሎ ብጎና ፍናን በቃ ኩርዕ ዘባእኻ ኩርዐ ሕኩስ ከ ሕጂ ክኸይድ ኣለኒ ኣስመራእቲ ክድውለልካ እየ ኮኸብ ኮፍ ኢላ ትፅበየኒ ዘላ ርግፀኛ እየ ካብ ሓዳራ ተፋቲሓ ንዓይ ትፅበ ከም ዘላ ሰብኣያ ከም ዝተኣሰረ ሙት ሰሚዐ ኣለኹ ተኣሲሩ ጥራሕ ዘይኮነ ኣብ መፅሄት ህዝብን ፖሊስን እውን ወፅዩ ሮማይ ሓዳሮም ነበረያ ነበረ ኮይኑ እዩ ሕማቕ ኮይኑ ማዕርግ እንተሰሚዕኻ ጡፍ በለለይ ኣብ ኣስመራ ከይደ ዘይትጽበዮ ታሪኽ ክሰርሕ እየ ኩሉ ነገር ክቀያየር እዩ ሓሪፍናኒ ሻረ ምሽ ነጊረካ ጸኒሐ ኣምነካ እየ ኣም ፕራውድ ኦፍ ዩ ኣብ ልበይ ኢኻ ኩሉ ግዜ ሓወይ ኢኻ ኣቦይ ኢኻ ኣደይ ኢኻ ብሉጽ ኢኻ ዕውት ኢኻ እዚ ኩሉ ኣብ ውሽጠይ ዘሎ እዩ ስለ ኩሉ ነገር ዝተፈጥረ ይቕረ በለለይ ማዕርገይ በቃ ንዓኻ እንድሕር ደፊረካ ኮይነ ይቕረ በለለይ ኣብ ውሽጥኻ ድማ ንስኻ ከምቲ ቀደም ተፍቅሮ ዝነበርካ ንእሽተይ ሓውኻ ጌርካ ውሰደኒ ከይትቐብፀኒ ከምዚ ጌርኒ ኢልካ ኩሉ ግዜ ከይትዝክረኒ ከይተዕልለለይ ፈትወከ ኣነ ዋላ ፈትወከ ንዓኻ ብሕማቅ ክዝክረካ ፍናነይ ሽኮር ኣይስኻዕ ብመንም ተኣምር ብሕማቅ ኣይዝክረካ ብሕማቅ የልዕለካ ኩሉ ግዜ እንከፍቅረካ ኩሉ ግዜ ክልቲኦም ተሲኦም ተሓቋቂፎም ክሳዶም ከረው ኣቢሎም ተሓናኒቆም ኣብ ውሽጦም ዝነበረ ኩሉ ትንፋስ ወፀ ኣብ ዕንቶም ዝነበረ ኩሉ ንብዓት ዛረ መንጎብ ክልቲኦም ጠልቀ ብፍቕሪ ትንፋሶም ተለዋወጡ። ምፍልላዮም ብዙሕ ትርጉም ከም ዝህልዎ ቃል ተኣታተዉ። ንለውጢ ክሰርሑ እውን ክልቲኦም ተስፋኦም ከይበንን ኣሕዋት ኮይኖም ነታ ትቕጽል ህይወት ክቃለስዋ ተረዳዲኦም። ማዕረግ ናብ ቢቢ ከደ። ቢቢ ድማ ደው ኢሉ ክጽበዮ ጸንሐ። ተሓቛቖፉ ፍንው ኣቢልዎ ማዕርግ ሰላም መንገዲ ግበረልካ እቲ ዝበለጽካ ሰብ ኢኻ ኩሉ ግዜ ኣብ ኣሰርካ ኣለና ክንከታተለካ ኢና እቲ ውልካ ደውል ኢኻ ተስፋ ስኒቑ ሓቂፉ ስዒሙ ፋንዎ ቀጺሉ ናብ ኣድሓኖም ከደ ማዕርግ ንድሓኖም ብፍቕሪ ጠመቶ ከም ሰብ ኣዝዩ ዘድንቖ ሰብ እዩ። ኣድሓኖም ድማ ገጽ ናይ ማዕርግ ምስ ረኣየ ነተን ዝቐይሓ የዕንቶ ኣትኪሉ እንዳጠመተ ኣንበሳው ሕቑፍ ኣቢሉ ሓዞ። ተፈናንዮም ፊት ንፊት ተጠማሚቶም እሞ በል ጽቡቕ መንገዲ ግበረልካ ኩሉ ግዜ ዕውትን ሕጉስን ኩን ዝቕጽል ህይወትካ እንታይ ከም ዝኸውን ብዘየገድስ ኣብ ዝሃለኻ ሃሊኻ ግን ሰላምን ጥዕናን ሰዓብካ ዝወደይ ኩሉ ግዜ ከኣብ ልብና ኣለኻ ኣድሕኖም ቃላትካ ኩሉ ግዜ ንዓይ መግቢ እዮም ናይ ህይወት መመረ ኢኻ ቀጻሊ ክዝክረካ እየ ኣብ ዘለናዮ ሰላምን ጥዕናን ንኹላትና ካብ ኣድሓኖም ተፈልዩ ዝተረፉ ሰባት ሰላም ኢሉ ቦርስኡ ስሒቡ ናብ ውሽጢ ኤርፖርት ኣተወ ፍናን ቀዲሙ ገዲፍዎም መኪኑ ሒዙ ተበገሰ። ኣብ መኪኑ ንብዓቱ ይውሕዝ ነይሩ። ትንፋሱ ይርብሾ ነይሩ። ቀጺሎም ድማ ኣድሓኖምን ቢብን ኣብ ሓንቲ መኪና ተሰቒሎም ነናብ ገዝኦም ተመርቀፉ። ሄርሞንን ትዕድልትን ንግሆ ተሲኦም ክልቲኦም ቁርሲ ሰሪሖም ብሓደ ፊት ንፊት ኮይኖም እንዳቆረሱ እንከለዉ እዮም መሬት ወጊሑ ሄርሞን ቀዲማ ተሲኣ ካብ መደቀሲ ወጺኣ ኣብ ሳሎን ኮፍ ኢላ ነይራ። ትዕድልቲ ቁሩብ ደቂሱ ርፊዱ ድማ ናብኣ መጸ። ኣንሶላ ተኸዲና ጸኒሓቶ ምሳኣ ሕቑፍ ኢሉ ደቀሰ። ሄርሞን ደስ ኣይበላን። እታ ሳሎን'ውን ስለ ዝጸበበት ትስእ ኢላ ኮፍ በለት። እንታይ ኰንኪ ደኣ ተሲእኺ? ንሓና እማን ሰብ ክንዘራረብ ደልየ ኣለኹ ትዕድልቲ ብፍርሒ እንዳንቀጥቀጠ ካብ ዝነበረ ተሲኡ ኮፍ በለ ብዛዕባ ሄርሞን ምስ ፍናን ዝተዛረቦ ኩሉ ዘረባ ዘከረ ፍናን መፂኡ ንሄርሞን ክነግራ ከም ዝኽእል ድማ ገመተ እንታይ ክፍጠር እቲ ዘሎ ኣብኡ ከም ዘሎ ፈሊጡ ድማ እሳ ትዛረቦ ክፅበ ጀመረ ትዕድልተይ ከዘራርበካ የደሊ ብዛዕባ እንታይ ክትዘራርብኒ ብዛዕባ ህይወትና ጠራጠር ኢኻ ኣነ ዘየፍቅረካ እዩ ዝመስለካ መልሰለይ ኣነስ ዘየፍቅረካ እዩ ዝመስለካ ሓቀይ ኖኖ ኣይመስለንን እዩ ርእሱ ነቕኒቑ ምስቲ ናቱ ሓሳብ ከም ዘይሰማማዕ ነገራ ኣብ ውሽጢ ግን እወ ኣይተፍቅርንን ኢኺ ዝብል ነይሩ ጽቡቕ ኣነ ከም ዘፍቅረካ ትኣምን እንድሕር ኮንካ ስለምንታይ ትጠራጠር ኣለኻ ኣነ ተጠራጢረ ደየ ከመይ ጌርክ ትጠራጠር ትብልኒ ከም ተፍቅርኒ ፈሊጠ ዘይኮንኩን ምሳኺ ዘለኹ ትፈርሕ ኢኻ ትጠራጠር ኢኻ ኩሉ ግዜ ከም ዘፍቅረካ ከረጋግጸልካ ኢኻ ትደሊ ግን እኮ ተዕድልተይ ኩሉ ነገራት ተቐያይሩ እዩ ጽቡቕ ኣለኻ ምስ ማዕርግ ብዙሕ ህይወት ሓሊፉ ስቲል ክሳብ ሕጂ ድማ የኽብሮን የፍቅሮን ብሓንሳብ ካብ ውሽጠይ ክወጽእ ከም ዘይክእል ትፈልጥ ኢኻ። ሸሞንተ ዓመት ክሳብ ትሽዓተ ዓመት ትመልእ ብሓንሳብ ሓሊፍና። መዓት ሕማቕን ጽቡቕን ህይወት ብሓንሳብ ርኢና። ድዩ ቲንክ በዚ ሓጺር ግዜ ክርስዕ ኢልካ ትሓስብ ኣነ እኮ ከምይ ኮንኩን ኢለ ቀልጢፍ ክትርስዕዮ ከም ዘይትኽእል እፈልጥ ግና ኣቴንሽን ደልየ ማራ ኣቴንሽን ደልየ ከምኡ ደልየ ርየ ኣቴንሽን ልበይ ምሳኻ እዩ ንዝጀመርናዮ ህይወት ናይ ምቕስቋስ ሓላፍነት ኣለካ ነታ ብቐሊሉ ካብ ፍቕሪ ትወፅእ ዘይከኣለት ልበይ መንጢልካ ክትወስዳ ሓላፍነት ኣለካ ልዕሊ ኩሉ ድማ ዝብለካ ዘሎ ክትገብር ምዃንካ ቃል ኣለካ ቃልካ ይትረስዕ ገጸይ እንዳጠመትካ ኣእዳወይ ሒዝካ ካብቲ ዘለኽዮ ከውጻኪ ክወስደኪ ክሰርቀኪ ኢልካኒ ስረቀኒ ኢለካ ሂወት ሸሚራ ብቐሊሉ ትወስደኒ ከም ዘይትኽእል ባዕልኻ እውን ትርዳእ ነርካ ኢኻ ሕጂ ግን ንሽተይ ናትካ ፍቕሪ ንሽተይ ናትካ ክብራ ውሽጠ ይበቁል ኣሎ ነዚ ፍቕሪ እዚ ከጥፍኦ እየ ትብል እንተኾንካኻ ጸገም የለን ተጥፍኦ ትኽእል ኢኻ ሃንደበት ንብዓታ ኮር በለ። ሄርሞን ዝኾነ ዘረባ ክትጅምር ከላ ንብዓት ዳርጋ ገዲፍዋ እዩ ነይሩ። ድሕሪ ማዕረ ገዲፍዋ ምኻዱ ሓያል ጓል ኮይነ ኢላ ትኣምን ነይራ። ኣብዛ ሰዓት እዚኣ ግን ገጹ ምስ ረኣየት እቲ ዝጽበያ ዘሎ ኩሉ ነገር እንዳሓሰበት እያ ካብ ዓይና ንብዓት ኮረር ዘበለት። ሄሬ ኣነ ንዓኺ ውሑስ ሰበይ ህይወትና ውሑስ ክኸውን ይቓልሰይ ዋላ'ኮ ብዙሓት ሕማቓት ሓሳባት ኣብ ርእሰይ ይመጹ እንተሃለዉ፣ እቲ ዝበለጸ ሰብ ክኸውን ከም ዝኾንኩን ክትኣምንለይ እየ ዝደሊ። ሄርሞን ማዕርግ እናበልኪ ግን ውሽጢ ኣይትረብሽዮ ማዕርግ ካብ ህይወት ክቶታል ክወፅእ ኣለዎ ይቐና ኣለኹ በቃ ናተይ ጥራይ ኩኒ ምስኡ ዘለኪ ርክብ ኩሉ ክትበትኪዮ ይደሊ ኣለኹ ኦኬ ፀገም የለን ርክብና ብቐሊሉ ዋላ ክብተኽ ዘይክእል እንተኾነ ንዓኻ ንፍቕሪ ክብሪ ግን ኩሉ ነገር ክገብሮ እየ ካብ ጎነይ ከም ዘይትርሕቕስኻ ከዓ ቃል እተወለይ ፀገም የለን ካብ ጎኒ ክርሕቕ ኣይኮነንሲ ካብ ጥቓኺ ፈፂመ ከም ዘይርሕቕ ከማናይ ፅቡቅ ገይረ ፈልጥ እየ ህይወተይ ምሳኺ ይኹሉ ተሰሪዑ ኣእዳዋ ከረዋ ቢላ ሓዘ ቃል ኣእትወላ ነይሩ ኣብ ኣዒንታ ውን ይጥምት ነይሩ እንተኾነ ውሽጡ ካልእ ስምዒት ነይርዎ ነቲ ዝጀመሮ ካልእ መንገዲ ድዩ ክቕጽል ዘለዎ ወላ ነቲ ትህቦ ዝነበረት ተስፋይ ክኹስኩሶ ዘለዎ ድማ ኣብ ከቢድ ውድድር ኣተወ እቲ ኣብ ገጹ ትሪኦ ዝነበረት ተፈራራቒ ስምዒት ረበሻ ብልክዕ ንዝብሎ ዝነበረ ቃላት ኣብ ውሽጢ ኣሚኑ ክነብሮ ከም ዘይክእል ድማ ገለ ስምዒታ ነጊርዋ ኣብ ሰዓት እዚ ግን ብዛዕባኡ ልዒላ ክትካታ ኣይደለየትን ከምቲ ፍናን ዝበላ ንኹሉ ቃልሳ ሓያል ኮይና ከም ትስዕር ምስ ነብሳ ተሰማሚዓ። እንተኾነ ንዘለዋ ሰላም ንዘይምፍራስ ግን ብዝተኻእላ መጠን ዝጀመረቶ ህይወት ክትጉስጉሶ ድማ ካልእ ሓላፍነት ተሰምዓ። ኣስመራ ወጋሕታ እዩ ነይሩ። ብዙሓት ታክሲ ናይ ከተማ ድማ ካብ ከተማ ናብ ኤርፖርት ከይደን መመስርዐን ሒዘን ይጽበያ። እቲ ብጫ ሕብሪ ናይተን ታክሲታት ነቲ ግርማ ናይቲ ከባቢ መሊሱ ወሰኾ። ቀዝሒ ኣስመራ ድማ ከም ስርዓት ወርድ ነበረ። ካብ ኣየር ዝወረዱ ተጓዓዝቲ ድማ ብውሽጢ ዝነበረ ኩሉ ስርሖም ወዲኦም ቦርሶኦም ተሸኪሞም ናብ ደገ ክወጹ ጀመሩ። ማዕረግ ዝሓዘን ሰለስተ ባሊጃ ኣብ ዓሬባ ጽዒኑ ካብ ውሽጢ ንደገ ወጸ። ምስ ሓደ በዓል ታክሲ ተሰማሚዑ ድማ ናብ ማእከል ከተማ ተበገሰ። መኪና ትኽ ኢላ ኣላስካላዎት ኢላ ኣብጽሐቶ። ቦርስኡ ኣውሪዱ ብቐጥታ ናብታ ዝሓዛ ሩም ተሰቕለ። ኣብ ሩም ኣትዮ ነብሱ ተሓጺቡ። ወጺኡ ብቐጥታ ናብ ዓራት ደቂሱ። ኣርባዕተ ሰዓት ምሉእ ደቂሱ ድማ ከም ብሓድሽ ተሲኡ ነብሱ ተሓጺቡ ብራቴለ ናይ ላዕሊ ጥራይ ገይሩ ብኮረድዮ ወጺኡ ኮፍ በለ። ነታ ደጊሙ ዝተመለሳ ከተማ ኣማዕዲ ኩሉ ነገር ኣርኣያ። ሰላማ፣ ንፋሳ መሊሱ ንሰላሙ ወሰኾ። ጥሜት ነይርዎ። ኣብቲ ሆቴል ተቐሪባ ዝጸንሐቶ ማይ ከይዱ ኣምጺኡ ክሰትያ ጀመረ። ኣርባዕተ ማዕጎ ምስ ኣውረደ ድማ ሞባይሉ ኣልዒሉ ሒዝዋ ተመልሰ። ክድውል ጀመረ። ናብ መን ከም ዝድውል ፍሉጥ እዩ ነይሩ። ኣብ ኣስመራ ኣትዩ ዝድውለሉ ሰብ ዋላ ሓደ የለን። ሓንቲ ሰብ ግን ኣላ። ንሳ ድማ ኮኾብ እያ። ናብ ኣስመራ ድሕሪ ክልተ ወርሒ'ዩ ተመሊሱ ዘሎ። ቀልጢፉ ምምላሱ ሰላም ከም ዘይህባን እንታይ ሒዙ ከም ዝተመልሰን ከም ዘገድሳን ንዑታት ክትሓቶ ምዃና ድማ ርግጸኛ ኮይነ ሓቲትዋ። ተሌፎን ክትጽውዕ ጀሚራ። ኮኾብ ሞባይላ ክትጽውዕ ምስ ረኣየት ኣልዒላ ተቐበለታ። ሄሎ ሄሎ መን ክብል ኮኾብ ሕቶ ቕረበት ሓድሽ ሴም ካርድ ይድወላ ስለ ዝነበረት ሓቲታ ኣነ ማዕርግ እየ ከመይከ ማዕርገ መጺኻ ዲኻ ድምፁ ሃንደበት ስለ ዝኾና ስምብድ ኢላ ሓተተቶ መፅኤ ኮኸበይ ከመይ ቀኒኺ ደሓን እየ ፅቡቕ ናይ ደሓን ደኣ ናይ ደሓን ደኣ ዝብል ሕቶኣ እንታ እዋንካ ደኣ መጺኻ ዝብል እዩ ነይሩ ንሱ ግን ነዚኣ ቀልጢፉ ክምልሳ ስለ ዝነበሮ ኮኬ ኣጋጣሚ ኮይኑ ምስ ተራኸብና ክዕልለክ እንደ ግን ፅቡቕ ስራሕ ረኺበስ ኩሉ ዘጋጠመክ ምስ ሰማዕኹ ብገኑ ክኸውን ኢለ መፀ ዘይሓሰቦ ሃንደበታዊ ሓንጎሉ ቅልቅል ዝበሎ መልሲ ሃባ። ናይ ብሓቂ? ጽቡቅ ጌርካ ማዕሪገይ እንኳዕ በሰላም መጻኻ እሞ ዘረባ ክትቅጽል ፈቲና እሞ ንራኸብ ትብል ሕቶ ካልእ ሕቶ እያ ነይራ ንዕኡ ንሱ እውን ንሳ ደልዩ ደው ኢሉ ኣትዩ ስለ ዘይቆረሰ ስለ ዘይተመዝሐ ብሓንሳብ እባ ንመዛሕ ክትብሎ ይደልዩ እንተዘይላቶ ንሱ ባዕሉ ክብላ እውን ተዳልዩ ኣሎ እሞ ክንራኸብ ዲና ክብለኪ ኢለ እዋእ ሕጂ እኮ ሓቂ ዘረባ በጃኺ ክንራኸብ ትማሊ ምስ መጻኹ እየ ለይቲ ምስ ኣተኹ እየ ወላ ሓንቲ መግቢ ቀመስኩም ኣብቲያ ቤት መግቢ ኣደሞ ንራኸብ ብሓንሳብ ኮይና እንዳበልዓና ነዕልል ገጽኪ ክርኢ ብጣዕሚ ተሃዊ ከለኹ በቃሽ ድሕሪ ክልተ ሰዓት ኣቑ ጸናሕከ ድሓን ኣነ ብገስ ኣለኹ እንዶ ኣብኡ ክትጽበየኪ እየ በካሽ ክመጸካ ማርኪ ኮኾብ ቴሌፎና ዓጽያ ኣብ ጣውላ ደርብያ ቀጥታ ናብ መስትያት ገለት ገጻ ጠመተቶ ድሮ ብክልተ ምዕጉርታ ማዳ ክቕልቀል ጀሚሩ ነይሩ ነታ ልሕጻጽ ዘይነበራ ገጻ ድማ ካልእ ምስሊ ሂቡ ደወና እንታይ እዋን መጽዩ እንታይ እዩ ክብለን እንደልዩ እንዳበለት ነቲ ቅድሚ ወርሒ ዝረኣየቶ ሕልሚ ኩሉ ሰሪዓ ክተምፅኦ ጀመረት ቢቢ ደው ኢሉ ማዕርግ ንዓኺ ዝኸውን ሰብ ኣይኮነን ካሊእ ህይወትኪ ግበሪ ምስ በላ ብቐጥታ ኣብ ዓራታ ድቂሳ እንከላ ማዕርግ ተመሊሱ ብቴሌፎን ዝደወለላን ናይ ተስፋ ቆረጻት ዘረባ ዝተዛረባን ወሲዳ ድማ ምስቲ ዝነበረ ኤነርጅን ምስቲ ሒዝዎ ዝነበረ መንፈስን ካልእ መንፈስ ሒዙ ከም ዘሎ ወይ ድማ ካልእ ተስፋ ሒዙ ከም ዝተመልሰ ብተስፋ ክትጽበዮ ከም ዘሎ ኣመነት ገጻ ተሓጸበት ተኺላ ናብ ውሽጢ መደቀሲያ ኣተወት ኣብ ሻወር ኣትያ ማይ ውዒ ወለዐት ነብሳ ማይ ውዑይ ክፈሶ ጀመረ። ኣይትደርዞን ነይራ። ንዝተወሰነ ደቓይቕ ብማይ ውዑይ ንነብሳ ወጀሀት። ኣብ መሬት ኮፍ በለት። ምስ ብዙሕ ሓሳባት ተቓለሰት። ተሲኣ ሳሙና ዕፈረት። ነብሳ ኣጽርያ ሽጎማኖ ጌራ ደሪዛ ብቐጥታ ወጺኣ ሎሽን ተለኽያ ክዳውንታ ቀያይራ መኪና ኣልዒላ ናብታ ዝተቖጸሩላ ቦታ ተበገሰት። መዓርግ ቀዲሙ እያ ኣብቲ ቦታ ጸኒሕዋ። ብማዕዶ ክትመጽእ ምስ ረኣያ ድማ ካብ ዘለዎ ብድድ ኢሉ ተሲኡ ከም ዝናፍቓ ሕቑፍ ኣቢሉ ሰዓማ። ፍኹስኩስ ዝበለ ክዳውንትን ምስቲ ፈኲስ ጨናን ኣብ ነብሱ ፍኹስኩስ በሎ። ኮፍ ኣቢልዋ። ፊት ንፊት ተጠማሚቶም። ዘረባ ንዝተወሰነ ግዜ ኣብ መንጎ ክልቲኦም ኣይነበረን። ንገጻ ጠሚትዎ። ነተን ዝቀላቐላ ዝነበራ ማዳ ድማ ማዕዲወን። ንሱ ካልእ ሰብ እዩ መሲሉ። ክሳዱ ብክሹፍ ገይሩ ጠቕሊልዎ ነይሩ። በሰልኡ ክርእ ኣይደለየን። ነቲ ንዓኣ ዘጋጠማ ደኣ እምበር ነቲ ንዑ ዘጋጠሞ ፈጺሙ ክሓስበሉን ክዛረበሉን ይደሊ ኣይነበረን። ኣንቲ ኮኪየ እንታይ ደኣ ኣጋጢሙኪ ደኣ? ሕቶ ኣቕረበላ። ኮኾብ ናብተን ማዳ የማዕዱ ከም ዘሎ ሪኣ ክትሓብእን ክትቃለስ ጸኒሓ ትኽ ኢላ ግን ጠመተቶ። የዕንታ ዝኾነ ፈሳሲ ኣይነበሮን። ድሕሪ እታ ሕቶ ግን ቁጽርጽር ዝበለ መሰለ። እንታይ እሞ ክብል ናተይ መከራ ይውዳእኒ ማዕርጊ ኖ ከምኡ ትበለ እዚ መከራ ኣይኮነን ምናልባት ንፅቡቕና ክኸውን ይኸውን ከምኡ ኣይኮነን ኣነ ክፍተን ስለ ዘለኒ ናብ ኣምላኽ የተፀግዐ ኩሉ ህይወት እያ ዝተኻኺለ ክነብር ኢለ ብዝጀመርኩሉ ሕማቕ ሰብ ገጢሙኒ መሊሰ ድማ ባዕለይ ንሓዳረይ ናብ ካልእ ፈተነታት እእቴ። ኩሉ ናይ ኣምላኽ መቕጻዕቲ ኮይኑ እዩ ዝስምዓኒ ማርክ። ኣብቲ ንሳ ትዝብሎ ዝነበረት ዘረባ ንሱ ከም ዘሎ ፈለጠ። ማለታ ኣነ ሓዳረይ ገዲፈ ምሳኻ መውጸእዩ ኣምላኽ ዝቐጽዓኒ ዘሎ እያ ዝበለቶ። ንሄርሞን እውን ቃል ኣትያትላ ነይራ እያ። ቅድሚ ነዊሕ ዓመታት ካብኣቶም ቅድሚ ምጥፋኣ ፈጺመ ኣብ ሓዳር ከይኣቱን እየ ንስኺ ዕውቲ ሰብ ኢኺ ማዕርግ ድማ ናትኪ እዩ ደጊም ኣይክምለሰክን ኢላ ከም ዝኸደትላ ክልቲኦም ፈልጢዮም። ክልቲኦም ምምላሶም ድማ ኣብ ሓደ ኣጋጣሚ ብኣምላኽ ከም ዝተቐጽዑ ነንውሽጦም ከሰሱ። ማዕርግ በቲ ንሳ ዝበለቶ ቃል ተበጊሱ ድማ ነቲ ንሱ ዘሕለፎ ከቢድ መከራን እቲ ዝተቐጽዖ ከቢድ መቕጻዕትን ናይ ፈጣሪ ምዃኑ ፈለጠ። እቶም ፊት ንፊት ዝነበሩ ፍቑራት ድማ ብሰንኪ ካብ ዝወጽዎ ሓድድ ከቢድ መቕጻዕቲ ናይ ፈጣሪ ከም ዝረኸቡ ኣምኑ። ኮኸበይ ኣነ እውን ጽቡቕ ኣይነበርኩን። ናይ ብሓቂ ከቢድ ሽግር ሕሊፈ እየ መጽኤ ቀስ ኢለ ዘዕልለኪ ዓበይቲ ኣጋጣሚታት ኣብ ህይወተይ ኣጋጢሞም ኩሉ ግን ኣምላኽ ኣቕሊልዎ ናትኪ ኣምላኽ ኣቕሊልዎ ናተይ ድማ ኣምላኽ ኣቕሊልዎ ምስታ ተቐፂዕና ዝበልክያ ቃል ይሰማማየ ኣምላኽ ገኒሑ ተዓሪቕና ኣሎ ሕጂ ከ ኣጋጣሚታት ፈጢርልና ኣሎ ሕጂ እውን ከምታ ዝጀመርናያ ህይወትና ከም ብሓድሽ ተኺልና ካልእ ህይወት ክንቅፅል ደልየ ኣለኹ ጽቡቅ ኣለኻ ክንሓስበሉ ዘለና ብዙሕ ነገር ግን ኣሎ ማዕርግ በዓል ቤተይ ኣብ እስሪ ቤት እዩ ዘሎ ኣብ መጽሔት ህዝብን ፖሊስን ወፂኦም ኣለዉ ምስ ኣቦኡ ጉዳየይ ብቐሊሉ ዝውዳእ ኣይኮነን ማዕርግ ዓቕሊ ከድልየካ እዩ ካብ ህይወተይ ንእሽተይ ርሕቕ ኢልካ ክተማዕድወኒ ክደሊ እየ ዝብለካ ግን ንግዜ እዩ ኣነ ኣብ ቃለይ እየ ዘለኹ። እንተ ደኣ ሓያል ሰብ ኰንካ፣ እንተ ደኣ ናይ ብሓቂ ንዓይ ውሕስነት ክትፈጥረለይ ዓቕሚ ኣለካ ዀይኑ፣ ምሳኻ ዘይነብረሉ ምኽንያት የለን። በቲ ቕድሚ ሕጂ ዘረኣኻኒ ናይ ተስፋ ቈረጻት ዘረባን ርቡሽ መንፈስን ግን፣ ኣነ እውን ንበይነይ ክነብር ክመርጽ እየ። ማርኪ፣ ሕጂ ግን ተስፋ ኣብ ገጽካ ይነብብ ኣለኹ። በዚ ተስፋ እዚ ድማ ብሓንሳብ ንኽንነብር ዘይኰንካ ክትርብሸኒ ዘለካ፣ ካብቲ ኣትየዮ ዘለኹ ካብ ቢታ ኼላ ክወጽእ ኢኻ ትሕግዘኒ ዘለካ። በዓል ቤተይ መዓት ዕዳ ከም ዘለዎ ነገሩኒ ኣለዉ። ዕዳ ድማ ኣብ ዝባነይ። ስለዚ እሙን ሓዊ ንግዜኡ ኣብ ርሑቕ ኮይኑ ዝሕግዘኒ ክትከውን እየ ዝደሊ። ተረዲኤኪ ኣለኹ። ብዛዕባ ናተይ ሓይሊ ከይትጠራጠሪ። ኣምላኽ ገኒሑ ተዓሪቕኒ እየ ምሽለኪ። ኣብ ውሽጠይ ክንዲ ገለ ተስፋ ኣለኩ ኸበይ ነዚ ተስፋ እዚ ሒዘ ክጓዓዝ እየ ምሳኺ ኣብ ጎንኺ ክኸውን እየ ጥራይ ንስኺ ኩሉ ግዜ ኣለኹ ኢልኪ ኣብ ቃልኪ ጸኒዕኺ ንበሪ እምበር ከምቲ ዝበልክዮ ሓውኺ ኮይነ ካብ ዘለኽዮ ጉድጓድ ከውጻኪ ክቃለስ እየ ኣነ ናብ ኣስመራ መምለሰየይ ከምቲ ናይ ቀደም ተስፋ ቆሪጸ ዘይኮነስ ብዝወደቕክዎ ንሰባት እንዳመሃርኩ ዕውታት መንእሰያት ክፈጥር እዩ ኮኸበይ ፍቅረኪ እየ ኣምነኪ እየ ክጽበየኪ እየ ጥራይ ንስኺ ብ ቃልኪ ጽንዒ ኮኸብ ብተስፋ እዕዳዋ ሰዲዳ እዕዳዊ ክረው ኣቢላ ሓዘቶ ኣብታ ህይወታ ጸልሚታታ ተስፋኣ ቅሂሙሉ ዝነበረ ግዜ ማዕረግ ኣብ ጎና መጺኡ በቲ ዓይነት ተስፋ በቲ ዓይነት ቃል ከተባብዓ ምስ ሰምዐት ብሓንሳብ ካልኣይ ግዜ ዝተፈጠረት ኮይኑ ተሰማዓ ክሳብ ሕጂ ተፍቅረኒ ኣለኻ ማለት ድዩ እኻ እንታይ ኣጋጢሙካ በል ንገረኒ ብዛዕባ ዘጋጠመኒ ሕጂ ክዛረብ ኣይደልን ኮፍ ኢልና ክልቴና ተረጋጊና ክንክዕልለኪ ንግዚኡ ግን እዚ ኣብ ክሳደይ ዘሎ ርኣዮ ክሹፍ ክድን ኣቢሉ ንኮኾብ ቁስሉ ርኣያ ዲኻ ኾንካ ነብሰይ ከጥፍእ ፈቲነ ኮኾበይ ብኻልእ ሰብ ክትሰምዕዮ ስለ ዘየደለኹ እምበር ክነግረኪ ደለኹን ነይረ ከቢድ ፈተና ኣብ ነብሰይ ወሲደ በቃ ኣምላኽ ንኹሉ ነገር ኣቕሊልዎ ኣሎ ብጥዕዮ እየ ተመሊሰ ክለኹ እንድሕሪ ሕጂ ከምዚ ዝገብር ከይመስለኪ ክሳብ ኣርባዕተ መዓልቲ ተስፋ ቆርጽ እየ ነይረ ሃንደበት ግና ውሽጠይ ገለ ተስፋ ተዘሪእኒ ኩላቶም ሞራል ምስ ሃቡኒ ድማ ሓይለይ ክንጸባርቕ ጀሚሩ እቲ ናይ ቀደም ማዕርግ ናፊቐዮ ኮኸበይ ናይ ቀደም ማዕርግ ክኸውን ደልየ እመነኒ ገለ ታሪኽ ክገብረ ዕውት ሰብ ክኸውን እየ ንዓለም እቲ ሓቀኛ ምንባር እንታይ ማለት ምዃኑ ክነግር እየ እመነኒ እመንኒ እየ ዝብለኪ ዘለኹ ኣምነካ እየ ኩሉ ነገር ክትገብር ከም ትኽእል እውን ፈልጥ እየ ማሪከ ሽኮር ጸሊምካ ጸሊመ ዜና ኣብ ገጽኪ ዘለዋ ብዛዕባ ማዳ ከይተዛረበኒ ግዜያዊ እዩ ግን ወላ ጸሊምካ ከለኻስ ተስፋኻ ውልዕ ኢሉ ምስ ረኣኹወስ ክል ነገር ትስምየኒ እንታይ ትስምየካ ኮኸበይ እንዲ ከምዚ ፍሉይ ነገር እንኳዕ ኸ ተረኸብና ሕጂ እንታይ ኢኻ ትበልዕ ክልቲኦም ብሓደ ንገጾም ፍሽኽታ መሊኦም ነታ ወይተር ጸዊዖም መግቢ ኣዘዝዎ ክብራት ሰማዕቲ መበል ዓስራይ ክፋል ዛንታ ሃይስኩል ኣብ ታሽዓይ ምዕራፍ ኣብ ዝተዛዚማ ኣላ ታሽዓይ ምዕራፍ ድማ ሙሉእ ብሙሉእ ሎማዓንቲ ተፈጺማ ኣላ ክብራት ሰማዕቲ መበል ዓስራይ ምዕራፍ ድማ ልክዕ ድሕሪ ክልተ ወርሒ ሒዘልኩም ክምለስ እየ ክሳብ ሽዕኡ ግን ኣብ ዘለኹሞ ሰላምን ጥዕናን ንኹላትኩም እንዳበልኩ ክፍለየኩም እየ ክብራት ሰማዕቲ እዛ ዛንታ ኣብ ዓስራይ ምዕራፍ እንታይ እንታይ ኣርእስቲ እያ ክተልዕል ግምታትኩም ክተቐምጡ ትኽእሉ ኢኹም ንግዚኡ ግን እንታይ እንታይ ኣርእስቲ ከም ዝለዓል በዚ ኣጋጣሚ ክነግረኩም እየ ሄርሞንን ትዕድልትን ህይወቶም ከመይ ክቕፅል ትዕድልቲ ኣብ ልዕሊ ሄርሞን እምነት ኣጉዲሉ ኣሎ በቲ ዘሎ ወዲ ክቕፅልሲ ዋላ ናብ ሄርሞን ክኣትዩ ከምኡ ውን ኣድሓኖም ምስ ናይ ቀደም ናይ ሜዳ ብጸይቱ ተራኺቡ ኣሎ። ቲቲን ቢብን ውን ዝኾነ ህይወት ክጅምሩ ዝተዳለዉ ይመስሉ። እዚኸ ከመይ ክቕጽል? ፍናን ብኹሎም ዝቐሰነ ይመስል። ህይወቱ ክጅምር ድማ ገለ ሓድሽ ህይወት ክጅምር ምዃኑ ውን ፍሉጥ እዩ። ብዛዕባ ፍናንከ ከመይ ኢና ክንቅጽል? ማዕርግን ኮኾብን ተራኺቦም ኣለዉ ኮኾብ ተጸበየኒ ህይወተይ ከስተኻኽል ኢላቶ ኣላ ሓዳራ ከመይ ክኸውን ምስ ማዕርግ ዘለዋ ርክብከ ከመይ ክቕጽል ማዕርግ ተስፋ ዘለዎ ይመስል ተስፋኡ መሊሱ እቲ ናይ ቀደም ማዕርግ ድዩ ክኸውን ወይስ መሊሱ ናብቲ ህይወት ክምለስ እዩ